ሰላም ሰላም ናይ ማኪ ሚድያ ተኸታተልቲ ከመይ ኣለኹም? ኣነ ደሓን እየ እግዚኣብሔር ይመስገን። ንስኻትኩም እውን ኣብ ዘለኹምዎ ሰላም ክትኾኑ ትምኒተይ እዩ። እሞ ናይ ማኪ ሚድያ ተኸታተልቲ ንሎሚ ሕፅር ዝበለትን ኣዝያ መሳጢትን ኣመና መምሃሪትን ዝበልኩዋ ዛንታ ናባኹም ሂዘያ ቀሪበ ኣለኹ። ቅድሚ ናብቲ ዛንታ ምባለይ ግን ነዚ ቻናል ሓደሽቲ እንድሕር ዳሓሊኹም ሳብስክራይብ ብምግባር ነዚ ዛንታ ጀምርዎ ክብለኩም ይፈቱ ናብቲ ዛንታ ከብለኩም ሰናይ ምክትታል ዘይነጽፍ ንብዓት ብርሃን ብጸላም ኣብ ዝትክኣሉ ዝነበረ ሰዓት እዩ ዝበዝሕ ሰብ ንቤቱ ክኣቱ ሸበድበድ ይብል ነይሩ። ኣነ እውን ናብቲ ዝተዓደምክዎ መርዓ ክኸይድ ኣብ ጉዕዞ ተጸመድኩ። ኣብ ኣዲስ ኣበባ ከባቢ ሜክሲኮ ዝበሃል ሰፈር ዝርከብ ሸገር ሆቴል ተጓዒዘ ብሰላም ኣተኹ። እቲ ሆቴል ልዕሊ መጠን ሰብ ሒዙ ነበረ። ብሓንቲ ጸግዒ ናጻ ቦታ ረኺበ ድማ፣ ኮፍ ኢለ ምግቢ በሊዐ ድሕሪ መግቢ ወዮ ድምፃዊ ብክራር ተሰንዩ ማስ ክብል ጀሚሩ። ድምፁ የዕዋፍ እዩ ዝዕስል። ማስ ሓሊፉ ነቲ ዕዱም ብወኒ ከም ዘስዕስዕ ገይርዎ። የዒንተይ ተኺለ እናተዓዘብኩ ሃንደበት ሓደ መንእሰይ ነታ ጎነይ ዝነበረት ኮፍ መበሊ ዝዓርከይ ሰብ ኣለዋ ድዩ? ክብል ሕቶ ኣቕረበለይ። ትሕትና ሓዊሰ፣ ኮፍ በል፣ ሰብ የብላን በልኩዎ። ድሕሪ ኮፍ ምባሉ ትዕዝብተይ ቀጸልኩ። ወዮ ደራፋይ ናይ ጥልመት ደርፊ ክደርፍ ጀሚሩ። ንምንታይ ኣብ መዓልቲ መርዓ ናይ ጥልመት ደርፊ ይደርፍ ኣሎ እንድዒ ክርደአኒ ኣይከኣለን፣ ኣይተረደኣንን እዩ። ንእግረ መንገደይ ንሓደ ጓይላ ዝጻወት መንእሰይ ዘጋጠመቶ ከዕልለኩም። ስድራ መርዓት ምስ ስድራ መርዓዊ ጽቡቕ እናሳዕስዑ እንተለዉ፣ ነታ ብገብረሂወት ጸሃየ ተገጢማ ብኤርምያስ ክፍለዝጊ ዝተዘየመት ብድምጻዊ ዮሃንስ ሃብተኣብ፣ ወዲ ቀሪን፣ እውን ዝተደረፈት ሉዋመይ እትብል ደርፊ ካብ ድርብ ክጻወታ ይጅምር። ህልም ኢላ ሉዋመዬ ህልም ኢላ፣ ህልም ኢላ ፈቃር ልቢ ቀቲላ። ኢሉ ቡን እናተጻወተ እንከሎ፣ ኣቦ መርዓት በቲ ሒዝዎ ዝነበረ በትሪ ገይሮም ነቲ ድምጻዊ ይሃርምዎ። ደርፊ ተቋሪጹ ሰብ ተኣኪቡ ወዮ'ቦ እንታይ በዲሉ ዝብል ሕቶ ተሓቲቶም፣ ናይታ ልዋም፣ ናይታ ለዋህ ጓለይ መርዓ ርእየ እንዳተሓጎስኩሲ ህልም ኢላ፣ ሏም ይብል ድሁል ክብል መሊሶምሎም። ሹም ናይታ መርዓት ሏም እዩ ነይሩ። ናብቶም ብተዓደምቲ ተዓጂቦም ዝስዕስዑ ዝነበሩ መርዓውቲ ቀዊለ ክጥምት ጸኒሐ። ወዝቢ ነቲ ኣብ ጎነይ ዝነበረ መንእሰይ ጥምት ተበልኩዎ። ሞባይል እናርኣየ ደኒኑ ክነብዕ ርእየዮ። ንብዓቱ ኣይነጽፍን እዩ። ጸጸኒሑ ይዛሪ ሰሪቑ እውን ነታ መርዓት ይጥምታ ነይሩ። መንቢዒኡ ክፈልጥ ክቐርቦ ወሲነ። ቅድሚ ምቕራበይ ስረቕ ኣቢለ ናብታ ሞባይል ጠመትኩ። ናይቲ ዝነብዕ ዝነበረ መንእሰይ ምስታ ትምርዖ ዝነበረት ጓል መዕጉርታ እናሰዓመ ይኹን ዝተፈላለዩ ስእልታት ክርኢ ተዓዘብኩ። መጀመርታ ሰንቢደ ብምንታይ ተፈላልዮም ይኾኑ ዘይተመለሰ ሕቶ ሕቶ ክምልሰለይ እንተኾይኑ ነቲ ዝነብዕ ዝነበረ ኣዳም ምሕታት እዩ ዘለኒ መእተው ንክኾነኒ ካብታ ሒዝዋ ዝነበረ ማይ ከስትየኒ ድፍረት ሓዊሰ ሓቲተዮ። ዝነብዓ ዝነበራ የዒንቱ እናደረዘ፣ ዝዓርከይ ማይ ኣይኮነን ጂን እዩ ኢሉኒ። በቃ ድሓን ጂንሲ ኣይሰትን እየ፣ ክሓተካ እንዶ ፍቓደኛ እንተድኣ ኮይንካ? ካብ ጁቡኡ ሶፍት እናውፀኣ፣ ፀገም የለን ክብል ንሕቶይ መለሶ። መጀመርታ ይቕሬታ ደፊረ እንተድኣ ኮይነ። ብምቕፀል ምስዛ መርዓት ርክብ ነይሩኩም ሓቀይ? ኢለ ሓቲተዮ። ንብዓት እናቋፀረ ርክብ ጥራሕ ናይ ኣርባዕተ ዓመት ኣፍቃሪተይ እያ ነይራ ክብል መለሰለይ ቅልጣፈ ወሲኸ ብኸመይከ ተፈላሊኹም ክነግረኒ ተሃወኽኩ ከምቲ ዝበልኩኻ ኣብ ፍቕሪ ነዊሕ ኢና ጌርና ኣብቲ ነዊሕ ጉዕዞና ቃል ኪዳን ክንኣስር ወትሩ ትሓተኒ ነይራ ኣነ ድማ ዘለኒ የብለይን ኣብዚ ዓዲ ኸማን ምስ የዕሩኽተይ ተፀጊዐ እየ ዝነብር ፍቕራ እምበር ነቲ ቃል ኪዳን ዝኸውን ገንዘብ ኣይነበረንን። ፍቕሪ ትርጉም እዩ፣ እቲ ትርጉም ድማ መስዋእቲ እዩ። ስለዚ ዓቕሊ ንግበር እናበልኩ ንቕጽል ነይርና። ኩሉ ግዘ ደሓን፣ ሓደ መዓልቲ ግን ዘይደሓን ዝበሃል ኣሎ። ስድራኣ ናተይን ናታን ርክብ ይፈልጡ ኣይነበሩን። ዘይገመትናዮ ሓደ ርእሱ ዝበረሐ ጅቡኡ ዝመለዐ ኣብ ወፃኢ ሃገር ዝነብር ሰብኣይ ኣብ ማፁላ ትፈልጥ ስእነት ሕሱም እዩ ንውሽጥኻ እዩ ዘንበዐካ ብፍላይ ድማ ኣብ ስደት ኩሉ ክሓልፍ እዩ እንዳበልካ ከይሓለፈልካ ሂወትካ ትሓልፍ። ኣዋልድና ድማ ቀደም ተፍቂረን ዕውራት ነይረን እንተ ሎሚ ግና ዓይነ ውጺኤን በዓል ዶላር ዶ በዓል ዩሮ ክብላ ጀሚረን እየን። ክንደይ ይሓትት ከይትብለኒ ደኣ እምበር እዚ ኩሉ ፍቅርኩምሲ በዚኣ ተፈላሊኹም ክብል ደጊመ ሓቲተዮ። ስድርኣ ሰብኣይ ምስ ኣምጹላ ክልተ ኣማራጺታት ሂባትኒ። ወይ ቃል ኪዳን ምእሰር ወይ ኣነ ምስ ስድራይ ዘምጹለይ ክምርዖ ክትሓስብ ክልተ መዓልቲ ሂበካ ኣለኹ ኢላትኒ። ዝሓስቦ ኣይነበረንን። ቃል ኪዳን ክኣስር ዓቕሚ ከም ዘይብለይ ነጊረያ። ፍቕሪ ዝጠለቦም ነገራት ተዘይብልካ ልብኻ ኢኻ ትሰብር። ኣነ ምስ ፍቕረይ ብሰንኪ ስእነት ከሲረያ። ንሱ ድማ ብበዝሒ ገንዘብ ጠርኒፍዋ። ትፈልጥ ሓቀኛ ኣፍቃሪ ሕላገቱ ሕድገት እዩ መሊሰ የዘፍቅራ ኣብ ልበይ ፍቕሪ እምበር ቂምታ የብለይን ወትሩ እውን ሰናየ ዝምነየላ በለኒ ኣዋዳድቓ ቃላቱ ልቢ ሄዋን ዝሰርቕ እዩ ተመሲጠ ክሰምዖ ድሕሪ ምጽንሐይ እወ ሓቅኻ ኣብ ሓቀኛ ፍቕሪ ቂምታ የለን እዚ ኩሉ ፍቕርኩም ግና ኣመና የሕዝነካ ክብል መለስኩሉ ንርእሳ ኣይትበል እምነት ዝኸሰረት ረኺብካ ምስኣን ንቡር እንድዩ ኣብ ሂወት ኣንታ ልበይ ትኺድ ኣይትሕዘነላ ሓንቲ ጸሓይ እምበር መዓስ ሓንቲ ሄዋን ኣላ ድዩ ዝበለ ደራፋይ እንድዒ ናተይ ዘይኮነት ግዲ ኮይና ከይዳ። ኣብ መርዓ ብዙሕ ሰብ ክሕጎስ ክስዕስዕ ዝመጽእ ዝመስሎሎ ከምዚ ከማይ ክነብዕ ዝመጽእ ውን ኣእላፍ እዩ። በል ክገድፈካ ውሽጠይ ጽቡቕ ይስምዓኒ የለን ሕሉፍና ስቕ ኢለ ይዝክሮ ኣለኹ ንብዓት ውን ይስዕረኒ ኣሎ ፍቕሪ ልክዕ ከም መንፈስ እዩ። ብእኡ ዝዛረብ እምበር ዝረኣይዎ ኣመና ውሑዳት እዮም። ካብቶም ሓቀኛ ፍቕሪ ዝረኣዩ ሰባት እቲ ሓደ ኣነ እየ። ዘይነጽፍ ንብዓቱ መመሊሱ ውሒዙ፣ ነታ ኣብ ጎማ ዝነበረት ትስተ ኣልኮል ሒዙ ገዲፉኒ ተዓዘረ። ከምቲ ቃል ኣምላኽ ዝብሎ፣ ሕደጉ ክሕደገልኩም እዚ መንእሰይ ነታ ኣብ ጉዕዞ ፍቅሪ ከሎ ገዲፋቶ ንዝኸደት ክሓድገላ ክትርኢ ደስታ ዝፈጥር እዩ ሕድገት ከይተተኮሰ ኣብ ውሽጥኻ ፍቅሪ ዝፍንጅር ኣጽዋር እዩ ኣብ ፍቅሪ ኩሉ ነገር ኣሎ ከምቲ ፈጣሪና ዝብሎ ንፋቀር ይቅረ በለለይ ሕደገለይ ኢሉ እናጸለየ ዘይሓድግ ብዙሕ ሰብ እዩ ከይሓደግካ ሕድገት ክትልምን ግን ነውሪ'ዩ። ውሽጥና ፍቕሪ እምበር ቂም ኣይንምላኣዮ። ሓቀኛ ኣፍቃሪ ሕላገቱ ሕድገት'ዩ። ኣብ ሕድገት ውሽጣዊ ሰላም ኣሎ። ሓዳጋት ንኹን። ሰሰናዩ ሰላም ሰላም ናይ ማኪ ሚድያ ተኸታተልቲ ንሎሚ ሂዘልኩም ቀሪበ ዝነበርኩ ዛንታ ነዚ ይመስል ነይሩ። ነዚ ዛንታ እንተ ደኣ ፈቲኹምዎ ኣብ ናይ ኮመንት መጽሓፍ ቦታ ሓሳብ ርእይቶኹም ክትገድፉልና ትኽእሉ ኢኹም። ነዚ ቻናል ሓደሽቲ እንድሕር ደኣ ሃሊኹም ሳብስክራይብ ብምግባር ነታ ናይ ደወል ምልክት ብምንካእ ናይ ቻናልና ናይ ወትሩ ተኸታተልትና ክትኾኑ ንላቦ። ብቐጻሊ ብኻሊእ ዛንታ፣ ብኻሊእ መደብ፣ ብኻሊእ ሓሳብ ክሳብ ንራኸብ ክሳብ መወዳእታ ምሳና ስለ ዝጸናሕኩም ካብ ልቢ እንዳመስገና በዚ ክንፍለየኩም ሰሰናዩ።